ሰላም ተኸታተልቲ ንሆም ኢንፎ ቲዩብ ከመይ ኣለኹም? ሰናይ ክትብሉ ሰናይ ትምኒተይ እዩ። ንሎሚ ድማ ከምቲ ኩሉ ግዜ ዘዳልዎ ንዓና ጠቅሚ ዝበልክዎ ወይ ድማ ኣብ ካልእ ዝረእኽዎ እሞ ከዓ ብሓፂር መንገዲ ወይ ብቀሊል መንገዲ ንኩላትና ጠቅሚ ዝበልክዎ ሓንቲ ኣፕሊኬሽን ሒዘልኩም መፅእ ኣለኹም ብሓባር ናብቲ ኣፕሊኬሽን ክንከይድ ኢና ቅድሚ ምጅማርና እቶም ሓደሽቲ ዝኾንኩም እንኳ ደሓን መፃእኩም እቶም ሸር ዝገበርኩም እቶም ሳብስክራይብ ዝገበርኩም እቶም ላይክ ዝገበርኩም ከዓ ክብረት ይሃበልና ቀፂለ ናብቲ መደብ ክወስደኩም እየ ንሎሚ ሕዚያ መፅዮ ዘለኹ ካብ ካልኦት ኣሕዋተይ ወይ ኣብ ካልእ ቪድዮታት ዝረኣኹዋ እሞ ግን ብሓጺርን ብጽፍፍቲ መንገድን ከቕርበ ዝብል ዘለኹ ስለዚ ታሕዚያ ክመፅእ ዝደልዮ ዘለኹ ኪቦርድ ትግርኛ ክንፅሕፍ ከለና ክንዲ ባዕልና ብኢድና ታይፒንግ ክንገብር ንውዕል ወይ ክንፅሕፍ ንውዕል ብድምፂ በቲ ንዛረቦ ብኣፍና ኣውቶማቲክ ባዕላ እትፅሕፈልና ኪቦርድ ናይ ጉጉል እየ ከርእየኩም ምሳይ ክፀንሑ ተስፋ እናገበርኩ ሕጂ ናብቲ መደብና ክንከይድ ኣብዚ ፕለይ ስቶር ድብል ዘሎ ኣብዚ ማለት እዩ ኣብዚ እንጥዎ ድሕሪኡ ኣብ ፕለይ ስቶር ምስ ጠወቕና ካብኡ ኣብዚ ሰርች ትብል ዘላ ትሪእዋ ዘለኹም ኣብኡ ንኸይድ ካብኡ ኣብዚ ካብ ሞባይል ናብ ሞባይል ፈላለየ ግን ናተይ ኣብዚ ኣሎ ማለት እዩ ኣብኡ ይጥዎ ማለት እዩ ሽዑ ኣብኡ እንታይ ለይ ፅሕፍ ጂ ቢ ኦ ኤ ኣር ቲ ጂ ቦርድ ተላ ወይ ከዓ ጂ ቦርድ ተላ ንጥዎ ማለት እዩ ካብኡስ ንኸይድ ካብኡ እዛ እትሪእዋ ዘለኹም ኣብዚ ዘላ ማለት እዩ እዚኣ ነዚኣ ነጥውቓ ካብኡ ኢንስታል ንብላ ኢንስታል ንብላ ሕጂ ኢንስታል ክብላ ያነ ኢንስታል ክብላ ቁሩብ ግዜ ትወስድ ትኽእል እያ ግን ፀገም የብሉን ኣነ ሕጂ ኣብ ሳምሶንግ ዝኾና ማለት እዩ ኣይፎን ዘይኮና ግን ሳምሶንግ ወይ ኣንድሮይድ ዝኾና ናተን ሞዴል ኣንድሮይድ ዝኾና ኣብ እኔ ድሕሪኡ ኣብዚ ኦፐን ዝብል ዘሎ እትሪእዎ ዘለኹም ክበርሃልና ኢለ ኣብዚ ኦፐን ዝብል ዘሎ ማለት እዩ ኣብኡ ንትውቕ ድሕሪኡ ሕግታት ወይ እነማልኦ ነገራት ስለ ዘሎ ኣብዚ ኢነብል ኢንስቴሊን ዝብል ዘሎ ኣብኡ ንትውቕ ድሕሪኡ ኣብዚ ጂቦርድ ትብለላ ኣብዚ ማለት እዩ ጂቦርድ ትብለላ ከምዚ ገና ታሽ ምንገብራ እጂ ምሉእ መፅያላ ማለት እዩ ትሪእዋ ኣለኹም ካብኡ ባክ ብላዕሊ በዚ ላዕሊ ድሕሪኡ ኣገይን ሕጂ እውን ካልኣይ ስቴፕ ማለት እዩ ዝሪእዎ ዘለኹም ካልኣይ ስቴፕ ኣሎ ካብኡ ንጥዎ እንደገና ካብኡ ኣብዛ ቀዳመይቲ ዘላ ጂቦርድ ዘላ ማለት ሕጂ ሰለስተ ኣለዋ ሳምሶንግ ኪቦርድ ግእዝ ዓይኒ 214 ን ጂቦርድ ዘላ ነዛ ጂቦርድ ይትንክፋ ማለት እዩ ሕጂ ዳን ምስ መፀና ኣብዚ ዳን ይትንክፍ ማለት እዩ ካብኡ ኣብዚ ዳ ምስተንከፍና ከም ዝትሪእዎ ዘለኹም ኣብዚ ላንጎጅ ትብል ብላዕሊ ማለት እዩ ካብ ሞባይል ናብ ሞባይል ፈላለየ ግን እዛ ላንጎጅ ትብል ዘላ ላንጎጅ ትብል ዘላ በቲ ዘለኹም ቋንቋ ናይቲ ከባቢ ናብኣ ክንጥወቕ ኢና ማለት እዩ ናብኣ ምስ ጠወቕና ቀፂልና ካብኡ ኣብዚ ኣድ ኪቦርድ ዘላ ኣብዚ ሓድሽ ኪቦርድ ክንእት ኢና ማለት እዩ ከይቦርድ ማለት እዩ ኣብኡ ምስ ጠወቕና ኣብዚ ናይ ሰርች መበል ብፅላዕ ትሪእዎ ዘለኹም ትግርኛ ኦረዲ እኳ እቲ ኪቦርድ ኣዚ ኣሎ ግን ትግርኛ ትግርኛ ምስ በልኩ ዝደለኹም ዓይነት ማለት እዩ በት ንዓኹም ዝጠቕመኩም ትግርኛ ኤሪትሪያ ኣሎ ትግርኛ ኢትዮጵያ ኣሎ ኣነ ትግርኛ ኤሪትሪያ ክብላ ሶ ከምዚ ኢላ ክትመፅያ ሽዑ ኣብዚ ታሕቲ ትሪዋ እንፀልኹም ኣብዚ ዳን ክብላያ ማለት እዩ ናዚ ዘሎ ዳን ክብላያ ድሕሪኡ ኖርማል በዚ ክንምለስ ማለት እዩ በዚ ላዕሊ ባክ ክብላያ ማለት እዩ ንድሕሪት ክምለስ እየ ሕጂ ቴስት ክገብረ ማለት እዩ ክፍትና ማለት እዩ ማእከል ይወፅእ ኖርማል ሕጂ ንክፍትና ኣብዚ ኖርማል ክሳብ ክፍትን እየ ንኣብነት ኣብዚ ሓደሽ ሕጂ ኣብዚ ኪቦርድታት ፈላለይ ናተይ ተሪኢኹም ኣለኹም ኣብዚ ኣሎ ሓደ ነዚ ኣሎ ሓደ ከዓ ኣብዚ ኣሎ ማለት እዩ ሕጂ ኣነ ንዓኹም ዝጠዓመኩም ሕጂ እዚኣ በዚ ዘላ እዚኣ ትሪባ ዘለኹም እዚኣ እዚኣ ማለት እዩ እዚኣ ናብኣ ንጥወቅ ሶሪ ናተይ ኣብ ታሕቲ ኣላ ሶሪ ታሕቲ ናሃለት ናይ ኪቦርድ ምልክት ዘለዋ ወረዲ ትኽፈት ኣላ ማለት እዩ ናብ ኣይጥወቕ ኣብዚኣ ታሕቲ ምስ ጠወቕኩ ምረፅ ዝብል ይመፀኒ ማለት እዩ ናተይ ሕጂ ትግርኛ ኪቦርድ ትብል ዘላ ወይ ጂቦርድ ትብል ዘላ ኣብዚኣ ይጥወቕ ካብኡ ሕጂ ድምፂ ክጥቀም እንድሕር ኮይነ ሶሪ ድምፂ ክጥቀም እንተኮይነ በዚ ጫፍ ትሪእዋ ዘለኹም ናይ ድምፂ ምልክት ኣላ ሕጂ ሪኮርድ ገብር ስለ ዘሎ ሞባይለይ ኣነ ዝዛረቦ ኣብዚ ንኣብነት ዝፅሕፍ ዘለኹም ዝትሪእዎ ኢኹም ትሪእዎ ኣለኹም ሕጂ ግን እንታይ ገብረ ብልዕሊ እዛ ናይ ድምፂ በዚኣ ድምፂ ጠዊቐ ክፍትና እየ ማለት እዩ ኣላውን

ከምዚ ትሪእዎ ዘለኹም ሕጂ ክዛረብ ፀኒሐ ማለት እዩ ሰላም ወሰናይ ተኸታተልቲ መደብ ናኹም ኢንፎ ቲቪ ኢለያ ግን ንሳ ግን ያ ኢንፎርሜሽን ገይራቶ ስለዚ ከመይ ኣለኹም ኢለ ፅሕፍ ፀኒሐ ማለት እዩ ከም ትሪእዎ ዘለኹም ሕጂ ፅሒፋትና ኣላ ክንዕርዮ እውን ንኽእል ኢና ንኣብነት ኢንፎ ቲብ መብዛሕትኦ ኖርማል ኢንፎ ቲብ ይቕይሮ ማለት እዩ ከምዚ እናገበርኩ ኣብዞም ትሪእዎ ዘለኹም መዓት ቋንቋታት እዩ ዘሎ ኣታቤሎ ቲዩብ ተይጥውዑ ድሕሪኡ ቲዩ ናብዚ ኸይድ ቢ ቢ ምስ ጠወቃ ኢንፎ ቲዩብ ብጠፊእ ናብቶም ሰባት ህብባ ባዕሉ እዩ ደላ ከምኡ ጌርና ንቐፅል ማለት እዩ እዚኣ ትመስል ብካልእ ሰላም የራኽበና ናሆም ኢንፎ ቲዩብ እየ ኮመንት ላይክ ሸር ፈለው ሳብስክራይብ ኣይትረስዑኹም ሰሰናዩ ቻው